ሰላም ሰላም ዝኸበርኩም ተኸታተልቲ ሜሮንሳት ንሎማዓንቲ ድማ ከምቲ ወትሩ ሓደ ኣገራሚ ወይ ከዓ እንሻሎ ዘገርም ዘሰንብድ ዓይነት ዘረባታት ኢና ሰሚዕና ዘለና ብዛዕባ እዚ ርእይቶይ ክህብ እየ ማለት እዩ ብመጀመርያ ከምቲ ኣብ ዝሓለፈ ቪድዮታተይ እውን ብተደጋጋሚ ገሊጸዮ ዘለኹ፣ ንስኹም እውን ትዕዘብዎ ዘለኹም፣ ኣብ መንጎ ኣሜሪካን ኣብ መንጎ ኤሮጳን ኣዝዩ ከቢድ ዝኾነ ፍሕፍሕ ኣጋጢሙ ኣሎ። እዚ ንርእዮ ዘለና ንሕንሕ ፍሕፍሕ ናይ ዓብልል ገብት ኣካይዳታት ዝፈጠሮ ምዃኑ ኩላትኩም ትግንዘብዎ ሓቂ ይመስለኒ። ዶናልድ ትራምፕ ወይ ከዓ እዚ ናይ ኣሜሪካ ፕሮጀክት ማጋ ፕሮጀክት ወይ ከዓ ሜክ ግሬት ኣሜሪካ ኢጌን ዝበሃል ስነ ሓሳብ ንሙሉእ ዓለም ኣብ ነውጽእት እዩ ንኣሜሪካ ናይ ብሓቂ ንዓለም ሙሉእ ብሓንቲ ሻሙጥ ክትእዝዝ ኣለዋ ዳርጋ ከይዳ ዝምደለዮቶ መራሒ ውን ክሳብ ክተውርድ ኣለዋ ካብ ስልጣን ዝብል ኣተሓሳስባ ዝሓዘ ይመስል ከም ውጽኢቱ ድማ ኣብ መንጎ መራሕቲ ኤሮጳን ኣብ መንጎ መራሒ ትራምፕ መራሒ ኣሜሪካ ዶናልድ ትራምፕን ዝተፈላለዩ ናይ ቃላት ኩናት ንዕዘብን ንሰምዕን ኣለና ማለት እዩ እቲ ብወገን ፕረዚደንት ትራምፕ ዝመጽእ ዘሎ ድማ ንክትኣምኖ ዘሸግር ናይ ብሓቂ ኣሜሪካ ኣብ ዘመና ብከም ትራምፕ ዝኣመሰለ መራሒ ክትምራሕ ምርኣይና ዲሞክራሲ ዋላ እውን እቶም ዲሞክራሲያውያን ናይ ብሓቂ ንቑሓት ኢልና ንግምቶም ህዝብታት ኣብ መወዳእታ ንቑሕ ህዝቢ ዝበሃል እውን ኤግዚስት ከም ዘይገብር እዩ ዘርእየካ። ህዝብታት ብኣልማማ ንቑሓት እዮም ክትብል ናብ ዘይትኽእለሉ ደረጃ እውን የገማግመካ ማለት እዩ። እስኪ እንታይ እዩ ክብል ደልዩ ናብቲ ቪድዮ እሞ ቅድም ክወስደኩም ክቡራት ሽዑ ክንዛረብ።

እንታይ እዩ ዝብሎ ዘሎ ኣብቲ ዝሓለፈ ክልተ ሽሕን ዕስራን ሓሙሽተን ሓደ ቪራል ቪድዮ ከይዱ ኔሩ እቲ ቪድዮ ሆፕፉሊ ሪኢኹሞ ትኾኑ ተዘይሪኢኹሞ ከኣ ከይድኩም ቸክ ግበሩ ረኣይዎ ሰበይቱ ን መራሕ ናይ ፍራንስ ፕረዘንት ኢማኑኤል ማክሮን ሃሪማቶ ድያ ዋላ ከምዚ ሓውሲ ጸፊዓቶ ገለ ነገር ኩላትና ርኢናዮ ኔርና ሕጂ ዶናልድ ትራምፕ ኣብቲ ዝህቦ ዝነበረ መግለጺ ንዶና ንፕረዘንት ፍራንስ ማክሮን ኢማኑኤል ማክሮን ከም ዝሓተቶ ኣብዚ ናይ ኢራን ሓገዝ ክገብር ከም ዝሓተቶ እዩ ዝዛረብ ዘሎ ብሕጽር ዝበለ። እንተኾነ ግን ፍራንስ ነቲ ሓገዝቲ ወይ ከኣ ናብቲ ኲናት ናይ ኢራን ክኣቱ ፍቓደኛ ኣይነበረን። ኣብ መንጎ እዚ ዘረባ ኣብዚ ዝሰማዕኩሞ ዘረባ ግን እንታይ እዩ ዝብል ትራምፕ፣ ዊች ኢዝ ሰበይቱ ሺ ትሪትድ ሂም እባድል እዩ ዝብል ማለት እዩ ሰበይቱስ ብሕማቅ እያ ትሕዞ ገጹ ድማ ካብቲ ዘጋጠሞ ማህረምቲ ናብ ንቡር ክመልስ ስቲል ሪካቨር እዩ ዝገብር ዘሎ ኢሉ እንታይ ጌርዎ ሞክ ጌርዎ እዚ ማለት ድማ ኣዝዩ ምሻሎ ዝወረደ ቃላት ብምጥቃም ክላገጸሉ እዩ ተራእዩ ማለት እዩ እዚ ድማ ዘርእየካ እንታይ እዩ ሓቂ ዘረባ እዚኣ ኣሜሪካ ትኣክል ዓባይ ሃገር ናይ ብሓቂ ናይ ብሓቂ ኣሜሪካ ዓባይ እያ ብዙሕ ተኣምር ዝሰርሐት ሃገር እያ ኣሜሪካ ግን ብቀንዱ ዓባይን ተኣምረተኛን ክትከውን ዝኸኣለት ብኣሜሪካዊ ዝበሃል መንነት ነዚ ኩሉ ኣብ ዓለም ዘሎ ዜጋ ኣብቲ ኣሜሪካዊ መንነት የሕቢራ እያ ኣብዚ ደረጃ እዚ በጺሓ ብመሰረቱ ፍጹም ኣሜሪካዊ ዜጋ ዝበሃል የለን ኔሩን ሃልዩን ኣይፈልጥን እዩ ብመሰረቱ ኣሜሪካ ደቀባት ኣሜሪካ ቀያሕቲ ሂንዳውያን እዮም ከምቲ ኩላትኩም ትፈልጥዎ ሶ እዞም ቀያሕቲ ባይዶ እዛ ቀያሕቲ ሂንዳውያን ትብል ንኣፍልጦ ክትኮን ኣብኣ ከላ እቲ መጀመርታ ንኣሜሪካ ዝረኸባ ሰብ ኣይቲን ኮሎምቦስ ይመስለኒ ናብ ሂንዲ ስለ ዝሓስብ ዝነበረ ንሂንዲ ክረክብ ስለ ዝሓስብ ዝነበረ ኣጋጣሚ ነዞም ኣብ ኣሜሪካ ዘለዉ ደቀባት ምስ ረኸቦም ሬድ ኢንዲያን ክብል ፀዊዕዎም ማለት እዩ ካብዚ እዩ ድማ ዝጅምርቲ ቀያሕቲ ሂንዳውያን ዝብል እምበር ናቲን ሃስቱዱ ምስቲ ሃገረ ሂንዲ ወይ ከዓ ህዝቢ ሂንዲ እዚኣ ነግረ መንገድኹም ማለት እዩ ዝያዳ ከኣ ባዕልኹም ሰርች ግበርዋ። እቲ ዝገርም ነገር ግን ኣብዚ እንታይ እዩ መሲልኩም ኣብዚኣ ሓሳብ ስለዚ ብመሰረቱ ከምቲ ኣቐድም ኣቢለ ዝጠቐስኩዎ እቲኦም እቲ ኮሎምቦስ ክሪስቶፈር ኮሎምበስ ንኣሜሪካ ኣብ ሽሕን ኣብ ዓሰርተ ኣርባዕተ ከባቢ ማለት እዩ ዓሰርተ ኣርባዕተ ዓመተ እቲ ዝነበሮ ሴንቹሪ ማለት እዩ ኣይ ቲንክ ዓሰርተ ኣርባዕተ ቴስዓን ክልተን እያ ተዘይ ተጋጌ ን ነዞም ሬድ ኢንድያንስ ወይ ከኣ ነዞም ሬድ ኢንድያንስ ንብሎም ዘለና ናቲቭ ወይ ከኣ ናይ ደቀባት ኣሜሪካ ምስ ረኸቦም ንሂን ንሂንዲ ስለ ክኸይድ ዝሓስብ ዝነበረ ንሂንዲ ዝረኸበ መሲልዎ እዩ ኢንድያንስ ክብል ጸዊዕዎም ማለት እዩ እቲ ሬድ ድማ ድሒሩ ኤሮጳውያን ነቲ ሕብሪ ናቶም ቀይሕ ከኣ ብዝሒ ስለ ዝገብሩ ዝነበሩ ገለ ንዕኡ ንትውክልቲ ኢሎም እዮም ሬድ ቀያሕቲ ዝብል ከኣ መሊኦምሉ ማለት እዩ ስለዚ ብመሰረቱ እዛ ኣሜሪካ ደቀባታ ቀያሕቲ ህንዳውያን እዮም ናፍቲ ቀንዲ ኣርእስትና ክንምለስ ስለዚ ብመሰረቱ ዶናልድ ትራምፕ ነዛ ኣሜሪካ ትበሃል ዘላ ሃገር ክብትና እዩ ተበጊሱ ዘሎ ንምንታይ ተልና ኣሜሪካ ኣሜሪካ ዝኾነት ንስጳኛዊ ኣሜሪካዊ ንጀርመናዊ ኣሜሪካዊ ብመሰረቱ እዚ ናይ ናሳ ዝበሃል እዚ ናይ ሮኬት ዝበሃል ነዚ ብምሉእ ዝሰርሑ ሳይንቲስት ናይ ጀርመን እዮም ብመሰረቱ ክጅመር እንከሎ ካብ ስርዓት ናዚ ድሕሪ ምውዳቕ ስርዓት ናዚ፣ ኣሜሪካ ዝወሰደቶም ጀርመናውያን ሳይንቲስት እዮም ነዚ ብምሉእ ናይ ኣሜሪካ ምዕባለ ዓቢ ተራ ተጻዊቶም። ስለዚ ትራምፕ እንድሕር ድኣ ብዛዕባ ኣሜሪካዊ መንነት ይዛረብ ኣሎ፣ ብፍላይ ናይ ጸዓዱ መንነት ይብለና ኣሎ፣ ብዛዕባ ኣየኖት ጸዓዱ እዩ ዝዛረብ ዘሎ? ሕጂ እዚ ንባዕሉ ክሊር ኣይኮነን። ሕጂ እዚ ትራምፕ እዚ ማጋ ዝበሃል ፕሮጀክት ንኣሜሪካ ናብ ዓዘቕቲ እዩ ዝወስዳ ዘሎ። ንምንታይ እንተኢልና ንመን እዩ ጸዓዱ ዝብሎም ዘሎ? ሕጂ ክላሪፊኬሽን የድሊ መን እዮም እቶም ጸዓዱ መን እዮም እቶም ዋናታት ዝብሃሉ መን እዮም ከ እቶም ኣውትሳይደር ዝብሃሉ እቶም ወጻእተኛታት ዝብሃሉ ከ መን እዮም ምኽንያቱ ኣብ ኣሜሪካ ኩሉ ወጻእተኛ እዩ ንባዕሉ እቲ ካብ ኤሮጳ ዝኸደ ወጻእተኛ እዩ ስለዚ እንተ ደኣ ምውጻእ ኮይኑ ትራምፕ በዓልቲ ቤቱ እውን ክትወጽእ ኣለዋ ምኽንያቱ ንባዕላ ንሳ ኣመጻጽኣ ትፈልጥዎ እዮም ስለዚ ብመሰረቱ እዚ ኣይድያ እዚ ንኣሜሪካ ናብ ዓዘቕቲ ዘኦቱ እዩ ከዕውታ እውን ኣይክእልን እዩ ምኽንያቱ ኣሜሪካ ኢለኩም እየ እዚኣ ከይትርስዕዋ ንከም ኦባማ ዝኣመሰሉ ኬንያዊ መበቆል ዘለዎም ሰባት ፕረዚደንት ክሳብ ምግባር ዝበጽሐት ኣዝያ ዲሞክራስያዊት ዓዲ እያ። ነዚ ብዲሞክራሲ እትልለ ዝልለ ዓለምን ሃገርን ድማ ናብ ሓደ ፍጹም ዲክታተራዊ ንምቕያር እዩ ትራምፕ ዝሰርሕ ዘሎ። As a result ድማ ኣብ ዝሓለፈ ከባቢ ሸውዓተ ሚልዮን ዝግመት ህዝቢ ኣብ ኣሜሪካ No King፣ ንሕና ንጉስ ኣይንደልን ኢና፣ ዝብል ሰለማዊ ሰልፊ ወጺኡ ማለት እዩ። ብጥቕልል ዝበለ፣ ኣብዚ ሰዓት እዚ ምስ ከም ኢንግላንድ ዝኣመሰላ ካልኦት ኣላይስ ወይ ከኣ መሓዙት ሃገራት ኣብ ግጭት ይኣቱ ኣሎ ትራምፕ። ሕሉፍ ሓሊፉ ድማ ኣዝዩ ንክትሰምዖ ዘሰንብድ፣ ንክትሰምዖ ዘፈንፍን ብቐዳማይ ንዝሓለፈ ነቲ ናይ ስዑዲ መራሒ ማዕኮር መቐመጫይ ክስዕም ኢልዎ ሕጂ ከኣ ንማክሮን ከኣ እንታይ እዩ ዝብሎ ዘሎ ንሰበይቱ ጸፊዓቶ እዚ ዘረባ እዚ ኣብ ቲክቶክ ብተራ ቆልዑ ዝዝረብ ዘረባ ደኣ እምበር ብሓደ ዓባይ ሃገር ኣብ መዓት ሚልዮናት ክስታይ ዘለዋ ሃገር ዝመርሕ ዘሎ መራሒ ከምዚ ዓይነት ዘረባ ክትሰምዕ ብጣዕሚ ዘሕፍር ዘሕዝን እዩ ኣሜሪካ ድማ ንምሸቱ ኣብ ከም ዚኦም ዝኣመሰሉ መራሕቲ ወዲቓ ዋላ ተሪኢኹሞ ትማሊ ኣብ ዝወዓለ ናይ ኮርት ናይ ቤት ፍርዲ ጉዳይ በርዝ ራይት ወይ ከዓ እቲ ብትውልዲ ኣሜሪካዊ ዜግነት ክኸውን ዝፀንሐ ኣገባብ ደው ክብል ኣለዎ ክብል ናብ ቤት ፍርዲ እዩ ዝመላለስ ዘሎ እዚ ትራምፕ ማለት እዩ ንምሸቱ ትራምፕ ነዛ ኣሜሪካ ትበሃል ናይ መንነት ሃገር ክገብራ ዶ ነየናይ መንነት ፃዕዳ መንነት መን እዩ ፃዕዳ እስጳኛዊ ጻዕዳ እዩ፣ ሜክሲካዊ ጻዕዳ እዩ፣ መን እዩ እዚ ጻዕዳ? ብዙሓት ጻዓዱ ካብ ዝተፈላለየ ዝተወልዱ ኣለዉ። ሶ ብዛዕባ ኣየነቱ ጻዓዱ እዩ ዝዛረብ ዘሎ? ኣብዛ ሕብሪ ብዙሓት ዝኾነት ሃገር ብዛዕባ ኣየነቱ ጻዓዱ? ነዛ ንቕድሚት ሰጒማ ዝጸንሐት ሃገር ሚእቲ ዓመት ንድሕሪት ንምምላሳ ዝግበር ዘሎ ሃቐነ እዩ ማለት እዩ። እዚ ድማ ድሕሪ ዶናልድ ትራምፕ ካብ ስልጣን ምእላዩ ከቢድ ሳዕቤን ክህልዎ እዩ ብኣሜሪካ። ብፍላይ ዲሞክራት ድማ ዝእክብሉን ዝሕዝሉን ዘለዉ እዮም ዝመስሉ ማለት እዩ።

make good on the commitments that we put in place last year, but we will also go further in relation to the alignment. ከምዚ መራሒ ዓዲ እንግሊዝ ሰማዕኩሞ እንታይ እዩ ዝብል ዘሎ ፀቕጥታት ድምፅታት ብዘየገድስ ንረብሓ ብሪቴን ኢና ንሰርሕ ንረብሓ ኢንግላንድ ኢና ንሰርሕ እዚ ኩናት እዚ ከዓ ናትና ኩናት ኣይኮነን ክብል እዩ ተዛሪቡ ማለት እዩ ብዛዕባ ትራምፕ ንኔቶ ንምብታን ዝሃቦም ዝሓተትዎ እቲ ዝሃቦ መርገፂ ሰሚዕኩሞ ኢኹም ብሕጽር ዝበለ እታ ቀንዲ ተገድሰና ክፋል እንታይ እያ? እቲ ዘሎ ጸቕጥታት ብዘየገድስ እቲ ዘሎ ጸቕጥታት ብዘየገድስ ነዚ ዘሎ ብድሆ ክንሰግሮ ኢና ክብል እንከሎ ብምቕጻል ድማ እዚ ብትራምፕ ዝመጽእ ዘሎ ጸቕጥታት ክምህ ከምዘየብሎ እዩ ዝዛረብ ዘሎ። ምኽንያቱ ነዚ መራሒ እዚ እውን ብዙሕ ግዜ ጸሪፍዎን ዘንጢልዎን እዩ። ኣብ መወዳእታ

ብጥቕልል ዝበለ ብሕጽር ዝበለ ከነብርሆ ክንገልጾ እንከለና ፕረዚደንት ዶናልድ ትራምፕ ንኣሜሪካ ናብ ቁልቁል ሒዝዋ ይኸይድ ኣሎ ናብ ዝብል ኮንክሉዥን እኮ እንተዘይዓለብና ፕሮባቢሊቲ ግን እሱ እዩ ዝመስል እቲ ፖሲቢሊቲ እቲ ፕሮባቢሊቲ እቲ ገምጋማዊ ትንተናዊ ሓቂ ፖለቲካሊ ብፖለቲካል ቪው እዚ እዩ ዝመስል ማለት እዩ ስለዚ እዛ ሕብረ ብዙሓን ዝኾነት እዛ ኣብ ናይ ብዙሓት ፍልጠት ኮንስዩም ጌራ ኣብዚ ደረጃ እዚ ዝበጽሐት ንኹሉ ኣብ ሕቑፋ የእትያ ንኹሉ ሓብሒባ ሓንሳብ ኣብቲ ዓዲ ንዝረገጸ ድማ ንስኻ ድሕሪ ሓሙሽተ ዓመት ኣሜሪካዊ ኢኻ ዝብል ዜግነት ሂባ ነቲ ኣብቲ ዓዲ ዝተወልደ ወዲ ስደተኛ ይኹን ወዲ ወረቐት ዘይብሉ ድማ ኣብቲ ዓዲ ምስ ተወልደ ንስኻ ኣሜሪካዊ ኢኻ ኢላ ክንደይ ሳይንቲስት ክንደይ ፈላጣት ክንደይ ክኢላታት ካብ ዝተፈላለየ ዓለም መበቆል ዘለዎም ህዝብታት የዕቊባ ዓባይን ብልጽግትን ዝኾነት ኣሜሪካ ሎሚ ናብ ዘመነ እኒ እኒ ንምምላሳ ንድሕሪት ሚእቲ ዓመት ንምምላሳ ዘይከውን ዘይጭበጥ ክሰርሕ ዘይክእል ኣዝዩ ድሑር ዝኾነ ኣይዲዮሎጂ ምጺኻ ንድሕሪት ንምምላሳ ዝካየድ ዘሎ ሃቐና መብ መብ መወዳእትኡ ንኣሜሪካ ክልክማ እዩ፣ ናይ ኣሜሪካ ላኼማ ድማ ንሙሉእ ዓለም ቁጠባዊ፣ ፖለቲካዊ ብዛዕባ ካልእ ብዙሕ ነገራት ውን ከምዚ ንሪኦ ዘለና ሓደጋ ክፈጥር እዩ ማለት እዩ። ኔክስታይም ብካልኣ ርእሲ ክሳብ ንራኸብ የቐኔለይ።